ሰላም ሰላም ኤርትራውያን ኣብ ሙሉእ ዓለም ኣብ ውሽጥን ኣብ ደገን ትርከቡ ብፍላይ ድማ ኣብ ውሽጢ ኤርትራ እትርከብ ዝዓጠቕካ ህዝባዊ ሰራዊት ሓደ ሰራዊት ብረት ክዓጥቕ ከሎ ክብርን ልኡላውነትን ዶባትን ሕግን ንኸጽንዕ ተባሂሉ እዩ። ሰራዊት ኤርትራ መሳርሕን ሰራሕ ገዛ ናይ ሰበስልጣንን ፈንቃል እምንን ኮይኑ ንመዋእል ዕድሚኡ ተሓሺሹ ኣይውላድ ኣይስራሕ ኣይናይ መጻኢ ተስፋ መብዛሕትኡ ከርቲቱ ሃዲሙ ሰንቢዱ ኣብ ደገ ከርተት እብል ይርከብ። እቲ ኣብ ውሽጡ ተሪፉ ዘሎ ሃገር እንተ ክሕሉ ኮይኑ ሃገር ብሂወቱ ከሎ እንዳ ረኣየ እንዳ ሰምዐ ከሎ ክሽየጥ ሓዊ ሒዙ ክንሱ ልኡም ዝኮነ መርገጽታት ክህልዎ ኣይግድን ሕጂ ውን ጻውዒት ምናልባት ኣብ ደገ ኮንካ ክትብልሉ ትክእሉ ትኮኑ ኣብ ደገ ኮይና እቲ ክንገብሮ ንክእል ንገብር ኣለና ኣብያና ንገልጽ ኣለና ኤርትራዊ ብኤርትራ ዝግደስ ብኤርትራ ዝሓሊ ፍቅሪ ኤርትራ ዘለዎ ኣብ ሓድነታን ኣብ ጥምረታን ተኸቢራ ትነብር ኤርትራ ቅዋማዊት ኤርትራ ክርኢ ዝደሊ ኣብዚ ሎሚ እዋን ብንጹር ተዓብዒቡን ተደጒሉን ብዝነበረ ሕዱር ናይ ኢሳያስ ሕማም ኤርትራ ብዘይ ዝኾነ ይኹን ውዕልን ክብርን ብዘይ ዝኾነ ይኹን ሰነድን ሕግን ክትሽየጥን ክትልወጥን ንርኢ ኣለና ስለዚ ነዞም ሸውዓተ ሸሞንተ ዝኾኑ ብዶላራት ከብዶም ንዘቕበቡ ጓሓላሉ ጉሒፍካ ሃገርካ ክትቆጻጸር ዘይምኽኣልካ ህዝባዊ ሰራዊት እንታይ እዩ ጽባሕ ኣንጎሆ ደጣዕስ እዩ እንታይ ገደሰኒ ንኹልኻ እየ ትልክም እቲ ዝግበር ዘሎ ውዑላት ማንም ሰብ ዝፈልጦ የለን ምኽንያቱ ባይቶ የብልናን ቅዋም የብልናን ዝኾነ ንሰምዖ ተገይሩ ዝብሃል ድማ ብጎረቤትና በቶም ካብ ቀደሙ ውን ናትና ፍቅሪ ዘይብሎም ብባሕርና ጥራይ ዝጸመሙ ባዕዳውያን ንሰምዖ ኣሎና እቲ ጉያ በዚሑ እቲ ጉያ ፖለቲካ በዚሕዎ ስለምንታይ ዝብል ሕቶ ነቲ ህዝቢ ንዕቀት ስለዘሎ ክግበር ዝከኣል ነገር የለን ተባሂሉ ኣንደር ኤስቲመይት ስለዝተገብረ ኣትሒትካ ስለዝተገመተ ሓደ ውልቀ ሰብ ከም ናይ ውልቃዊ ሃብቱ ኤርትራ ክሸጣን ክልውጣን ንርኢ ኣለና ሕሉፍ ሓሊፉ እቲ ብትሕምሒም ንሰምዖ ዝነበርና ነቲ ኣብ ስኽራንን ኣብ ዕብዳንን ኣብ ኣስመራ ኣስመራ ገላቢጡ ዝርከብ ወዱ ውን ናብ ስልጣን ክቀራርቦ ካብ ሓደ ሰኽራም ምስ ሚኒስተራትን ዲፕሎማስታትን ክቕረብን ክለማመድን ንሪኦ ኣለና ህዝቢ ኤርትራ ካብ ጅግና ወኻርያ ክትቅየር ዓገብ ህዝቢ ኤርትራ ክቡር ህዝቢ ጅግና ህዝቢ ኢኻ ኔርካ ታሪኽካ ክሳብ ሕጂ ውን ዋድር ኣይተገብረሉን ዝሰገርካዮ መዋጥራት ከም ቀደምካ ስላምካ ክስታንካ ሓይልኻ ትሪርካ እምቢ ንመሸጣ እምቢ ዘይንፈልጦ ዝኹሉ ክብርን ዋጋን ዝተኸፍሎ ሃገር ዘይንፈልጦ ዋጋ ዕዳጋ ኣይንቕበልን ኢልካ ክትብገስ ወልቀ መላኽቲ ኩሉ ግዜ ፈራሓት እዮም ሽዱሽተ ምልዮን ህዝቢ ካብ ዓሰርተ ሰብ ክንሃድም ክንፈርሕ ታሪኽ ግልብጥሽ ኮይኑ ኣሎ ክተገጀብቲ ሓያላት ዘድከመን ዘድነነን ህዝቢ ተባሂሉ ኣስላሙ ክስታኑ ኣብ ታሪኽ ብንጹር ድሙቕ ሰነድ ሰኒዱ ከብቅዕ ብሓድነቱ ዝተረጋገጸ ብሓድነቱ ዝተፈልጠ ህዝቢ ጃምዕን ቤተክርስትያንን ማዕረ ማዕረ ተኸባቢሩ ዝኸይድ ህዝቢ ኣብዚ ሎሚ እዋን ልኢሙ ታይ ገደሰኒ ኢሉ ተበታቲኑ ሓይሉ ክጥርንፍ ኣይከኣለን ኣብ ዘሕፍር ደረጃ ከም ውጽኢቱ ናቱ ከ ሃገርና ኣብ ጠጠዋኸላ ትሸይጥ ኣላ። እቲ ዝግበር ዘሎ ናይ ኣምሰሉታት ሰላም ንህዝቢ ኤርትራ ዝትክፍ ኣይኮነን። ሓያላት ሃገራት ኣጽፋረን ኣብ ቀርኒ ኣፍሪቃን ኣብቲ ስትራተጂካዊ ዝኾነ ቦታታትናን ሓይለን ንምርግጋጽ እተን ሓያላት ዝበሃላ ቻይናን ራሻን ይመጣጠራ ስለ ዘለዋ ኣሜሪካ ከኣ ንኢማራት ዓረብን ስዑዲ ዓረብያን ተለኣኣኽቲ ኢሰያስን ኣብይን ጌሩ ህላውነትናን ማእሰርትናን ግፍዕናን ጥፍኣትናን ቅጭጭ ከይበሎም ንስትራተጂካዊ ረብሓኦም ይካየዱ ኣለዉ፣ ይጓየዩ ኣለዉ። ንሕና ከም ህዝቢ ግን ቅልጽምና እንተርኢና ሓንቲ ክገብሮ ዝኽእሉ ነገር ኣይምሃለወን ነይሩ። ስለዚ ክቡር ህዝቢ ኤርትራ ልዕሊ ዝኾነ ይኹን እዋን ተጣዒስካ ዘይትምለስ ወርቃዊ ግዜ ተሕልፍ ኣለኻ። ብውሽጥን ብደገን ተወሃሃድ። ጻውዒት ሓውና ክቡር ሓውና ገዲም ተጋዳላይ ወዲ ሰብዓን ኣርባዕተን ዓመት ብትብዓትን ብቖራጽነትን ካብ ማእከል ሕምብርቲ ኣስመራ ዘሕለፎ መልእኽቲ፣ ንሕና ኩልና ንሱ ኢና ንሕና ኩልና ብርሃነ ብርሀ ኢና ንኤርትራ ዝሓሊ ብኤርትራ ካብ ዝኾነ ይኹን ሕማምን በለጽን ጸግዕን ረብሓን ነጻ ዝኾነ ኤርትራዊ ኤርትራ ካብ ክብሪ ዘለዋ ሃገር ናብ ዋና ዝሰኣነት ዝተጓሕፈት ሃገር ተቐይራ ኣላ ሕጂ ውን እንተኾነ እቲ በትሪ ብኢድካ ተመን ኣብ እግርኻ እዩ እሞ ህዝቢ ኤርትራ ልዕሊ ዝኾነ ይኹን እዋን ሓድነትካ ትሪርካ ናተይ ናተይ ገዲፍካ ውድበይ ውድብካ ንድሕሪት ቃልሲ ዝስሕብን መንእሰያት ዘህድብን ቀደሙ ናይ ቃልሲ ሞራልካ ዝሰብርን ኩሉ ጉሒፍካ ቀቢርካ ብሓድሽ መንፈስ ንዚ ሓድሽ ጉያ ትብገሰሉ ሕጂ እዩ ነዚ ንምግባር ብዘረባ ኣብ ትሕቲ ዓራት ኮንካ ኣብ ገዛኻ ኮንካ ምሕማይ ዘይኮነ ኢድኒ ተወሃሂድካ ኣብ ኣብ ደገ ወጺኻ ተሓቢእኻ ስእልኻ ሓቢእኻ ዘይኮነ ኤርትራዊ እንተ ኮንካ ብኤርትራውነትካ ተሓቢእካን ተሓቢንካን ኮሪዕኻን ንመሰልካን መሰል ህዝብኻን ልኡላውነት ሃገርካን ጠጠው በል እዚ እዋን ፈታኒ እዋን እዩ። ብዙሓት ኤርትራውያን ድመስሉ ዝነበሩ ሎሚ ትሪእዎም ኣለኹም ሰሚርና ሓቢርና ተደማሚርና ክበሃል ከሎ ገሊኦም ኣጣቒዖም ገሊኦም ሓድሽ ፍጥረት ሂብዎም ናይ መመነት ቅልውላዎም ንርኢ ኣሎና ውጽኢቱ ስለዚ ኣነ ብወገን ናተይ ልዕሊ ዝኾነ ይኹን እዋን ጻውዒተይ መሪር ጻውዒት ንውሽጥን ደገን ዘሎ ኣብ ዲያስፖራ ዘሎ ህዝቢ ቅልጽሙ ከሕብር ናተይ ናትካን ዝብል ብግብሪ ክጸፍዖ፣ ጸፊዑ ክድህሎን ከልግሶን ከርሕቆን። እወ ንሓድነት፣ እወ ንፍቕሪ፣ ተሓባቢርና ሃየ ሃገርና ነድሕን ንዝብል ግን ክሓቑፎን ክህጥሮን ጻውዒተይ እገብር። እዚ ምናልባት ንዝሓለፈ ዓሰርተ ዓመት እኳ ዝደኸምናሉ እንተኾነ፣ ኣብ ውሽጢ ዓድና ጉንበት ሰበንን ኣባት ኣርበኞችን ክዓብዩ ከለዉ፣ ክቕለቡ ከለዉ፣ ክዕምትሩ ከለዉ ብኢሰያስ፣ ነዊሕ ትልምን ግናይ ትልምን ከም ዘለዎ ኣፍና ክሳብ ደም ድወጽእ ተዛሪብናሉ ኢና ዝሰማዓና ሰብ ኣይረኸብናን እምበኣር ሕጂ ምምጻእ ናይ ኣብይ ምዕንታር ናይ ጉንበት ሰቨን ንሳቶም እዮም ሕጂ ንኤርትራን ባሕርናን ክጎብጡ እቶም ዝለዓለ ተራ ዝጻወቱ ዘለዉ ብምንም ተኣምር ኣፍቂሮምና ኣይፈልጡን እዮም ህዝቢ ንህዝቢ ብሓቂ እቲ ዝነበረ ዘይፈልጦ ኩናት ኣትዩ ተዋዲኡ ተጓሳቂሉ መስዋእቲ ከፊሉ ደቂ ከፊሉ ዘይረብሓሉ ዘይፈልጦ ኩናት ትማሊ ክትሓቃቆፍ ክንሪኦ ከለና ደስ ዝብል ነገር እዩ ምስ ጎረባብትና ክንተሓቆፍ ኢና ንደሊ ብመሰረቱ ግን ጸልም ውኪያሎ ገይሮም እቶም ወነንትን ኣዘዝትን ጠንቅን ናይቲ ኩናትን ጥፍኣትን ኣብኡ ኮይኖም ሕጂ ብጹኣት ክመስሉ ደለይቲ ሰላም ክመስሉ ወይ ሓበርቲ ናይ ሰላም ክመስሉ መሪሕ ናይ ሰላም ክመስሉ ኣብኡ ክረኣዩ ካብኡ ዝኸፍእ ነገር የለን ዝጠፈኤ ህዝቢ ዝጠፈኤ መንእሰይ ሰብ እዩ ጠፊኡ ስለምንታይ ጠፊኡ ሕቶና ክነልዕል ኣለና። ምኽንያት ጠንቂ ናይቲ ኩናት መወሊዑ እውን ካብ ዝለዓለ ክሳብ ዝተሓተ ዝፈልጦ ነገር ስለዘየለ ሕጂ ብዕበጦ ዕበጦ ሂወት ናይ ኣሽሓት ሰባት ሰቂልካ ዝዕበጥ ኣይኮነን። እቶም ጎረባብቲ ሃገራት ጎረባብቲ ዘለኹም ናይ ክልቲኡ ሃገራት ኣህዛብ እንቋዕ ሓቁ ደስ በለኩም እንቋዕ ካብ ምጥምማት ደሓንኩም። ፈንጅኹም ኣልጊሱ ከብትኹም ተብልዕሉን ትሓርሱሉን ተስትይሉን ትተሓቛቖፍሉን ከም ቀደምኩም ሓዊ ትላመምሉን ትዋሰብሉን ሂወት ጀምሩ ሓንቲ ነገር ከይትዕሽዉ ግን ሕጂ ውን ጽባሕ ንግሆ ምስ ደለዎም ወይ ምስ ተጠላለሙ ብረት ከልዕሉ ስለ ዝኾኑ ዶባትኩም ጠርሩ ናይ ዶባት ሽግር ኣይነበረን ብመሰረቱ ኢዶምኩም ትፈልጡ ኢኹም ስለዚ ግን ጥንቃቀ ንክኣክል ፖለቲሻን ዝብሃል ከይትኣምኑ እንቋዕ ሓጎሰኩም እንቋዕ ባህ በለኩም ኣነ ግን ነዚ ዘሎ ዳንኬራ ኣብ ቤት ህዝቢ ብጣዕሚ ደስ እንዳበለኒ ኣስላሞም ክስታኖም ካባና እንዳጎየዩ ከይዶም ናብቲ ዶብ ካብኣቶም መጽዮም ኣብቲ ዶባ ዝገብርዎ ዘለዉ ተሕቋፍን ብኽያትን ደስ ዝብለኒ እቲ ህዝቢ ዘይፈልጦ ወደቓ ዩ ረኺቡ ዘይፈልጦ ኹናት ዩ ተወሊዕሉ ብ ርእሲኡ ግን ነባሪ መታን ክኸውን እንተ ኮይኑ እእ ሕጂ ውን እቲ ሕቶታት ክምለስ ክኽእል ኣለዎ ሕጂ ውን እንታይ ዩ ነይሩ ትማሊ ዕስራ ዓመት ዝኣክል ከም ዘግበረና ሕጂ ኸኣ ተመስሊኻ ተሞኽሊኻ ሓላዪ ኹንካ ትቀርብ በላዕ ሰብ ብፍላይ ኣብ ኤርትራ ጉዳይ ሰላም ነቶም ጎረባብቲ ደኣ ንግዚኡ መዝሓሊ ይኸውን እምበር ጉዳይ ሰላም ንኤርትራውያን ኣየርብሓናን እዩ። በፍጹም ኣርቢሑና ኣይፈልጥን እዩ። ጎዳጉድና ብምሉኡ እሱራት ተመሊኡ ኣሎ። ሚኒስተራትናን ጋዜጠኛታትናን ኩሎም ፖለቲሻናን ናይ መራሕቲ ሃይማኖትናን ብምሉኦም ኣብ ጎዳጉዲ ኣለዉ። እቲ ዕርጣ፣ እቲ ምዕፋን፣ እቲ ምቕታል፣ ፈጺሙ ኣይቋረጸን። እቲ ምስዳድ ብእግሪ ከኣ ፈጺሙ ኣይቋረጸን። እቶም ጎረቤትና ብነፋሪት ክመጹ ከለዉ መንግስቲ ኣለዎም ብነፋሪት ደምጽኦም ንሃና ከኣ ብኣጋር ገይሮም ይሃድሙ ኣለዉ። እንታይ ኢና ረቢሕና? ብህይወትና ከለና ኣብ ጠጠውና ከለና ብዘይንፈልጦ ንሕና ኣብ ከርተትን ኣብ ሞትን ኣብ ስደትን ከለና ባሕርና ብካልኦት ሃገራት ፈጨጭ ክብልሉን ክዛነይሉን ንርኢ ኣለና። ካብዚ ዝኸፍእ ሞት የለን። ብዝኾነ ነዚኣ ትምልከት። ኣብቲ ፈስቡኩ ንእሽተይ ሓንጢጠ ነይረ ንእሽተይ ግጥሚ ኣላትኒ ከመይ እዩ ክግለጽ ማለት እዩ ከመይ ኢለ እየ ክገልጾ ተኸፊቱ ኢሎሙ ንዝተዓጽወ ማዕጾ መን ድዩ ብቀደሙ ኩናት ዝሓንጸጾ ህዝቢ ከይፈለጠ ብደቁ ዝመጾ ኣሽሓት ሃሊቁ ራሕስና ዘንቀጾ መንእሰይ ከይምለስ ንከይምለስ ብዝወጾ ኣብ ለምለም ግራቱ ፈንጂታት ዘርገጾ ሰላም ዶ ኢሎም ሕጂ ዓንጾ ዓንጾ ጻድቃን ኣዶ ኮይኖም ኮይኖም ቶም ዓማጾ ከመይ ኢለ ክገልጾ መንዶሎዩ ካብ ኩናት ዝረብሕ ብጀካ ዓማጺ ልቢ ሰብ ዝጠብሕ ብደም ንጹሃት ጅቡኡ ዘስብሕ ንጌጋ ከም ሓቂ ዝፍክር ዝነብሕ መንደሎዩ ካብ ኩናት ዝረብሕ መዳብርቱዩ ኔሩ መላምንቲ ሓዊ መን ድዩ ዝሃቀነ ነገራት ክጠዊ ቁስልና ዝጎደኤ ንከይሓዊ ዕድል እሞ ሃብዎ ህዝቢ ናይ ልቡ ክጸዊ ሕጂ ንከምስል ብሰላም ከእዊ እቲ ቀታሊ ብዙሓት ክመስል ጥቁዊ ቃላት ተመቀረ መተዓሻሸዊ ሕቶና ይመለስ ልብና ክርዊ ክረዊ ህዝቢ ኣይተባኣሰን ፍኡ ፍቁር እዩ ብቀደሙ። ሃረርቲ ስልጣን እዮም ህዝቦም ዝጠለሙ ኣቱም ኣህዛብ ሕጂ ውን ለብሙ ዶብ የለን ኢሎም ገረድ ተሃረሙ ንስኹም ምርሑ ንስኹም ቀድሙ ሽግር ከይመጸና ምእንታን ደጊሙ ኢሂን ምሂን ኢልኩም ደባትኩም ኣቁሙ ኣቁሙ ብስድርን እመትን ብሓንሳብ ሰጉሙ ብመልሓስ ፖሎቲሻን ኣይትርዓሙ ጽባሕ ንግሆ ምስ ተጠላለሙ በትሪ እንተልዒሎም ህዝቢ ክልክሙ ኣህዛብ ሪኢኹም ሃ ኣህዛብ ኢኹም ሃሪምኩም ተሕምሙ ንስኹም ኢኹም ሰጢምኩም ተስጥሙ ኣቱም ክልተ ኣህዛብ ሕጂ ውን ለብሙ። መላኽን ዓማጽን ነገር ምፍታር ይዓ ምፍታን ይዓቕሙ ነገር ምፍሕታር ይዓቕሙ እዋእ በዚ ኢሎሙና ብዛላምበሳ በዚ ኢሎሙና ብበለሳ በዚ ሎምና ብዓዲ ዃላ ብራማ ህዝቢ ተሓጒሳ ሳዕሲዓ ተደኒሳ እወ እንኳዕ ፈጠረልኩም እንኳዕ እዚ ኣርኣያትኩም ግን ውሽጥና ገና ኣላ ጠስጢሳ ውሽጥና ገና ኣላ ጠስጢሳ ውሽጥና ገና ኣላ ቦኽቢዃ ጠስጢሳ ንዚ ከይዕረኻ ዝመጽእ ዝኾነ ይኹን ጤሳ የለን የለን የለን የለን ሰላም የለን ሰላም ንዓና nothing ኣብዚ ሕጂ እዚ ኣንጻር ረብሓና እዩ ንዓ ትምልከት ውን እንታይ ይብል ኣለኹ እዚ ክልተ ህዝቢ እሞ እንኳዕ ተሓጎሰ ሓዘኑ ብብኽያት እንኳዕ ተደበሰ ኣብ ዘይፈልጦ ሓዊ ደማቱ ዘፍሰሰ ዓማጺ ግን ኣሎ ሕቶ ዘይመለሰ ነገር ዝወለዐ ሓዊ ዘናኸሰ ህዝቢ ዘናቖተ ነገር ዝቐስቀሰ ብቤላቤለው ሓሶት ዘናፈሰ ክንዲ ዕርቂ ሰላም ጥይት ዝተኮሰ ዓማጺ ኣሎ ገና ሕቶ ዘይመለሰ። ቅዋምና ዓቢጡ እንተዘይተኸሰ ጻድቕ ክመስል ሕጂ ደብሪ ዝቐደሰ ንጹህ ክመስል ሕጂ ሓንቲ ዘይኣበሰ ኣሽሓት ዘህለቐ ንጥፍኣት ዘሳሰ ጎበዝ ምስ ወ ምስ ወፈረ ኣሎ ዘይተመልሰ ጅግና እኮ ኣሎ ኣብ ጉድጓድ ብዙሕ ዝበስበሰ ግንባራት መሪሑ ናጽነት ዘውሓሰ ምስ መን ክዕረቕ ሕቶ ከይመለሰ ካብ ስታሊን ሂትለር ፍጹም ዝበኣሰ ኣቱም ህዝቢ ሕቶ ኣለና ሕቶ ዘይተመለሰ ኣብ ዕጽዉ ይግበር ድዩ ዕርቂ ህዝቢ ከይሓተተ ከይፈለጠ ጠንቂ መንዩ እቲ ንጹህ መንዩኸ እቲ ጸይቂ ዓመጽ ተጠቂምካ ኣይርገጽን ሓቂ ዝጠፈኣ መንእሰይ መዓስ ኮይኑ ዕንቊ ህዝቢ ኣይቅሸሽን እዩ ብናይ ሓጎስ ጻዕ ብናይ ሓሶት ጻዕቂ ድምጹ ከንጎድጉዶ እዩ ከም ነጎዳ በርቂ ተዳሊኻ ጽናሕ ድያብሎስ ወዲ ኣፈወርቂ ህዝቢ እሞ ተዓረቕ ሰላም ዝሓርበቶ ንሕድሕዱ ይፋቐር ዶባት ከይዓገቶ ናፍቖቱ የውጽእ ወፊሩ እሞ ይእቶ። መልሲ ዘይተረኽቦ ብዙሕ ኣሎ ሕቶ ሚሒኻ ዝጎሓፍ ከም እሾኽ ኳኺቶ ትገባር እከይ ማንም ዘይስሕቶ ሰብ መሰል ድያብሎስ ግና ይንፋሒቶ ገበን ኣብ ርእሱ ኣላ ኣብ ዝኣተዮ ይእቶ ነባሪን ሓቀኛን ሰላም ንኽልቲኡ ኣህዛብ ገበርቲ እከይ ደም ንጹሃት ኣፍሲሶም ካብ ተሓታትነት ሃዲሞም ኣይነብሩን እዮም ሰላም ክመጽእ እዩ ሰላም ግን ነባርን ዘላቕን ክኸውን እቲ ሕቶ ቅድም ክምለስ ኣለዎ ክትዕረቅ ከለካ በዝን በዝን ተባኢስና ንስካ ተጋጊካ ንስካ ተጋጊካ ንስካ ቅረ በለሉ ንስካ ቅረ በሉ ተባሂሉ ድኣ እምበር ሂወት ኣሽሓት ኣማኢት ልዕሊ ሚእቲ ሽሕ ሂወት በሊዕካን ኣጥፊእካን ኣራሲካ ንብረትን ህዝቢ በታቲንካን ሕጂ ከኣ ቀሺ ናይ ሰላም ኮንካ ክትቀርብ ምፍታን ኣይከኣልን እዩ እሞ ንሕና ከም ህዝቢ በጃኩም ቅላጽምና ነሕብር ብዝለዓለ ድማ እቲ ኣስመራን ዲያስፖራን ከራኽብ ዝኽእል ናይ ሓባር ናይ ሳትላይት ቲቪ ንክንገብር ዝግበር ዘሎ ምድላዋት ኩሉ ኤርትራዊ ከቀላጥፎን እጃሙ ከበርክትን በዚ ኣጋጣሚ ይጽውዕ። እንተ ሓቢርና እንተ ቀልጽምና ተሓባቢርና ኤርትራና ዓምቢባን ኣብ ላዕሊ ዓንኪ ትቅጽል እያ። ከምዚ ዘለናዮ እንተ ደኣ ተበታቲንና እንተ ደኣ እንታይ ገደሰንን ሞራል ምውዳቕን ኣምጺእና ግን ብሂወትና ከለና ከም ዝተቐበርና ትሓስቡ ኤርትራ ሃገርና ድማ ብጭቡጥ ከም ንስእና ኣይትጠራጠሩ እቲ ዘሎ ውዑላት ከፍርስ ዝኽእል ሓይሊ እንድሕር ደኣ ካባና ዘይተፈጢሩ ኤርትራ ሃገርና ብዘይ ንፈልጦ ውዑላት ተሸይጣ ንሕና ከኣ ጓኖትን ባሕርናን ሓይሊ ባሕርናን ኣጋር ሰራዊትናን ጠቕላላ ህወሓት ኣብ ምድላው እዩ ዝርከብ ዘሎ ስለዚ ብውሽጥን ብደገን ዘለካ ህዝቢ ኤርትራ ልቢ ዕቢ ይኣክል በል ይኣከል ምፍትታ ምብትፍናን ይኣክል ምጥምማት ምእንቲ ሓያል ኤርትራ ምእንቲ እቶም ስውኣት ብንጽህና እተሰውኡ መንእሰያት ኤርትራውያን ብኣሽሓት ዝቁጸሩ ልዕሊ ሚእቲ ሽሕ ሚእትን ሓምሳን ሽሕ ስውኣት ዓጽሞም ከይረግመና ንሕና ውን ተሳቂና ከይንነብር ኤርትራ ሃገርና እንውንነሉ ባይታ ንፍጠር የቀንየለይ ሓውኩም ወዲ ሓጎስ ካብ ሕምብርቲ ኣሜሪካ